ሰላም ኣብ ናይ ሎሚ መደብና ብጣዕሚ ዘራርብ ዘሎ ካብ ኣዲስ ኣበባ ናብ ኣስመራ በረራ ተጀሚሩ እንዳተባለ እዩ። ሪኢኩም ዶ ካብን ናብን ኣዲስ ኣበባ ኣስመራ ሓድሽ በረራ ተጀሚሩ ከም ዘሎ? ብርሃኑ ጁላ ንፖለቲካ እተዓደለ እውን ኣይኮነን። ነገራት ጠዋዊኻስ ኣምሲልካ ክትዛረብ ዝኽእሎ እውን ኣይኮነን ብርሃኑ ጁላ። ምስ ሰልጠነሲ ምስ ኣብይ ኮይንካ ናብ ኤርትራ ምዝማት ትክክል
ይጭወይ ትፈልጡ ኢኹም ምሽ ፖለቲካ ዳጨወየ እዩ ዝነብር ፖለቲከኛ ዝበሃል ዳገበተ እዩ ዝነብር። እዚኦምን ካልኦትን ብጣዕሚ ዘራረብቲ ዘለዉ ሓደሽቲ ሓበሬታታት ሒዘልኩም ቀሪበ ኣለኹ ክሳዕ መወዳእታ እዚ ቪድዮ እዚ ሓቢርኩም ንጽንሑ ኩላና ላይክ ምግባር ንጀምሮ ንቐጸል ኣሽሞፍ ተኸታተልቲ ቀዳማይ ቪድዮና ማለት እዩ እስኪ ትማሊ ሰልጠነ ወይ መድሂን ከዓ ምስ ክንፈ ኮይኖም ማለት እዩ ዝተፈላለዩ ክትዓት እንዳገበሩ ነይሮም እስኪ ኤርሚያስ ብዛዕባኡ ሓድሓድ ነገር እንዳበለ እዩ ዝርከብ ዘሎ እስኪ ቀጺልና ንስማዓዮ ናይ ብርጌድ ንሓመዱ መንፈሳዊ መራሒ ኣያቶላ ሰልጠነ ግርማይ ንሰልጠነ ሲ። ኣብ ብራኸ ሾው ዝተዘርበ ዘረባ እስኪ ንስማዓዮ። ሬይ
ንሰልጠነ ሲ ምስ ኣብይ ኮይንካ ናብ ኤርትራ ምዝማት ትክክል ምስ ምስ ፅናሕ እወ በቃ ኹናት ምእታው ምስ ምግጣም እወ ምውፋር ካልኣይ እዙይ ትክክል እዩ ንሰልጠነ ምስ ምስ ናይ ኤርትራ ሓይሊ ኮይንካ ንኣብይ ምንካእ ጌጋ እዩ ስለዚ ሰልጠነ ብዛዕባ ፍትሓውነት ብዛዕባ ፍትሒ ብዛዕባ ገለመለ ኣይተውግዕ በቃ ማለት ሕጂ ኣብኣ ኣብኣ ኣብኣ ክምልሰልካ ደኣ ንሳ ንምንታይ እያ መስለካ ውዕል ፕሪቶርያ ጠጠው ዘበለ
እምበኣር ከም ዝሰማዕኹሞ እዩ ሰልጠነ ግርማይ ንሱ ኤርትራዊ ምስቲ ኢትዮፕያዊ መንግስቲ ብልጽግና ኮይኑ ንኤርትራ መንግስቲ ክቀይር ሓላል ፍትሒ ዝኾነ ቃልሲ ይቃለስ ኣለኹ ብል ኣሎ ዝኾነ ትግራዋይ ግን ምስ መንግስቲ ኤርትራ ኮይኑ ንመንግስቲ ኢትዮፕያ ንክወድቅ ምቅላስ ግን ዓገብ ነውሪ ይብል ኣሎ ብዝገርም ኩነታት ኩሉ ሰብ ክፈልጦ ዝግባእ ነገር እንተድኣ ኣልዩ እቲ ኣብ ብርጌድ ንሓመዱ ኣብ ደለይት ፍትሒ ዝሓሸ፣ ንፉዕ፣ ግዚኡ ወፍዩ ዝቃለስ ኣብ ኩሉ ሚድያ ክዕደም ዘለዎ ሰልጠነ ግርማይ ጥራይ ከምዝኾነ በዚ ኣጋጣሚ እዚ ክሕብረኩም እደሊ። እቶም ሰዓብቱ በቃ ገምትዎ ሰልጠነ ግልማይ ዝሓሸ ናይ ብርጌን ንሓመዱ ናይ ደለይቲ ፍትሒ ፖለቲከኛ ተንታኒ እንተደኣ ኮይኑ እቶም ዝስዕብኡ ናቱ ደገፍቲ ከኣ ከመይ ከም ትብልዎም ፍሉጥ ነገር እዩ ብዝኾነ ግን ሰልጠነ ግርማይ ጥራይ ዘይኮኑ መብዛሕቶም ከም ሰልጠነ ግርማይ ዝኾነ ትግራዋይ ምስ ሻዕብያ ኮይኑ ምስራሕ ጌጋ እዩ ዝብል ኣብ ልዕሊ ትግራዋይን ተጋሩን ንዕቀት ስለ ዘለዎ ጥራይ እዩ ብሩኽ መዓልቲ። እሺ ካብዚ ምቕጻል ማለት እዩ እስኪ ኣረጋይ ማለት እዩ ኣብዚ ሕዚ ሰዓት ምስ ዘሎ ኩነታት ሓደ ሓደ ነገር እንዳበለ እዩ ዝርከብ ዘሎ ማለት እዩ እስኪ ኣብ ዝሓለፈ ድማ ፊልድ ማርሻል ብርሃኑ ጁላ ማለት እዩ ብዛዕባ ትግራይ ብዝተፈላለዩ ሓበሬታታት ወይ ካዓ ሓደ ሓደ ነገር እንዳበለ ነይሩ እስኪ ብዛዕብኡ ካዓ ኣብዚ ሕዚ ሰዓት ኣረጋይ መልሲ እንዳሃበ እዩ ዝርከብ ዘሎ። ብርሃኑ ጁላ ንፖለቲካ እተዓደለ እውን ኣይኮነን ነገራት ጠዋዊኻስ ኣምሲልካ ክትዛረብ ዝኽእሎ እውን ኣይኮነን ብርሃኑ ጁላ ስለዚ እንታይ እዩ ዝብል ነይሩ ህወሓት ተመቓቒሉ እዩ ኢሉ ሰራዊት ትግራይ ተመቓቒሉ ኢሉ፣ ህዝቢ ትግራይ ንቲ ዝሓለፈ ኹናት ኣይድግፍን ሰላም እየ ዝደሊ ኢሉ፣ ካልኣይ ንሕና ዓወት ብዓወት ኢና ኮይና ኢሉ ዓለም ኣኽቲቱ ንሱ ከም ዘይኽእል ኣሚኑስ ከም ሃገር ሰራዊት ኤርትራ እትዩስ ከም ሃገር ናይ ሶማልያ ሰራዊት እትዩስ ደቡብ ሱዳን ከይዱ ሰራዊት ክልቃሕ ሓቲቱስ ዩጋንዳ ከይዱስ ጨኒቅዎስ ናይ ኢትዮጵያ ኣለ ዝብሃል ምልሻ የለ ፍሉይ ሓይሊ የለ ሰራዊት የለ ኣኽቲቱ ትግራይ ዘሚቱ ካብ ትግራይ ተቀጥቂጡ ብክለሜትራት ልቡና ታህንፈፀ ደብረ ብርሃን ዝበፅሐ ሓይልስ ኣሽኒፍና ኢሉ ኣብ ኣደባባይ መፅዩስ ካብኡ ትማሊ እንታይ ከም ዝገበርናስ ምግበ ይፈልጥና እዩ ምግበ እንታይ ከም ዝገበሮ ንዕኡ እዩ ንሱ ዝፈልጦ እናባህረረ ዝሓደር ተቀጥቂጡ ክሳብ ደብረ ብርሃን ንትፋሱ ወፅዩ ከነ ድሮን ከነ ግዝዑ እዩ ደብረ ብርሃን ወፅሑ ስለዚ እንትፋሱ ዝወፀ ትማሊ ብርሃኑ ጁላ ወለድና ተማሪኾም ኣይፈልጡን ንሕና እውን ክንማረኽ ዘበት እዩ ኢሉ ትማሊ ኣብ ቆቦ ተማሪኹስ ምሕረት ለሚኑ ተንበርኪኹስ ተሃኒፁስ ካብ ታራ ኣስራ ለቃ ኣምሳ ለቃ ናብ ፊልድ ማርሻል ሕጋዊ ተኮይኑ ትማዕርጎ ማለት እዩ ፊልድ ማርሻል ዝብል ክሳብ ኣብኡ ዘብፅሖ መን እዩ ኣብዚ ኣብፅሕካ ንድሕር ተባሂሉሲ መን እዩ ብርሃኑ ጁላ እኮ ዒባ ናይ ፈረስ ክጸርግ ንሳ ነራቶ ዕድሉ ኣብ ኣዲስ ኣበባ ሸንኮል ሒዙ ዒባ ፈረስ ክጸርግ ወይ ከዓ ቡና ዝእረ እንተሃልዎ እውን ከይዱ ክኣሪ ታራ ገበሬ ክኾን ዝነበሮ እምበር ናብ ከም ዝኣምሰለ መዓርግ ሃገር ናይ ምምራሕ ዕድል ዝሃቦ ህወሓት እዩ ኢህኣደግ እዩ ስለዚ እቲ ትማሊ ዝዛረቦ ነበረ ብደዐ ንሕና ተማሪኽና ኣይንፈልጥን ተማሪኹ እናሃለወ ንሶም ማሪኾም ምሕረተይውን ባዕሉ ኣብነት እናሃለወ ብዛዕባ ማሪካ ኣምሂርካ ናብ ስልጣን ናብ ወግ ምብጻሕ ብርሃኑ ጁላ ንዓና መምህር ኮይኑ ንዓና ከምህረና ኣይኽእልን እዩ። ኩሎም እቶም ኣብኡ ዘለዉ ምሩኻት ናይ ደርጊ እዮም። ኣብ ሳሕል ዝተማረኹ እዮም፣ ኣብ ትግራይ ዝተማረኹ እዮም። ኣኪብና ብናይ ኢትዮጵያውነት ኣተሓሳስባ ንሃገር ፅባሕ ክጠቕሙ እዮም ስርዓት ደርጊ ገይርዎም ዝብል ኣተሓሳስባ ጉጉይ ኣተሓሳስባ ስለ ዝነበረ ተማሂሮም ተቐሪጾም ዓዲ ከግልግሉ ኢዮም ናብ ሰራዊት ኣትዮም ክሳብ ጀነራል በጺሖም ከምቲ ሰም ንሕዋሓት ኩፉእ ጨካን መጥፍኢ በላዕ ሰብ ሲኦል ድያውለስ ገሮም ዝቐርጽዎ ከምኡ ኣይኮነን ሕዋሓት ከምኡ ትዝኾን ነሩ ሕዋሓትማ ብርሃኑ ጁላ ይምሃለወይ ኣብይ ሕመድ ይምሃለወይ ኣባዱላ ይምሃለወይ ኣብ ገጽ መሬት ይምሃለዎም ነሩ ስለዚ ካብ ሲኦል ኣውጺእና ናብ ገነት ዘእተናዮም ንሕና ኢና። ኣብ ገነት ኮይኖም ግን ንዓና ናብ ሲኦል ከእትውና ዝጽዕሩ ዘለዉ ከኣ ንሶም እዮም ብግልባጡ ኢየ ክብለኪ ደልየ። ስለዚ ብርሃን ጁላ ሓይሊ ኣለኒ ዓቕሚ ኣለኒ ሰራዊት ኣለና ድሮን ኣለና ዘይንካእ ሓስዩ። እሺ ካብዚ ምቕጻል ማለት እዩ ኣብዚ ሕዚ ሰዓት ኣብ ጽምዶ ዕስራን ሓደን ከምቲ ንርእዮ ዘለና ማለት እዩ ኣወል ሲዒድ ከምዝቐነየ ከምቲ ዝንርእዮ ዝነበርና ብዝሓለፈ ማለት እዩ ተጋሩ እሱራት ከምዝተፈትሑ ይሕበር ነይሩ ማለት እዩ። ብዛዕብኦም ክኣ ኣብዚ ሕዚ ሰዓት ምስ ተራኺቦም ማለት እዩ ዝተፈላለዩ ሓሳባት እንዳተቐያየሩ እዮም ዝርከቡ ዘለዉ። እስኪ ቀጺልና ንስምዓዮ ኣብዚ ሕዚ ሰዓት ኣወል ስዒድ ብዛዕብኡ እንታይ ይብለሎ ወይ ክኣ ብዛዕባ መጻኢ ትግራይን ኤርትራን ከ እንታይ እዩ ዝብል ዘሎ ዝብል እስኪ ቀጺልና ንስምዓዮ። ይጭወይ ትፈልጡ ኢኹም ምሽ ፖለቲካ እንዳጨወየ እዩ ዝነብር ፖለቲከኛ ዝብሃል እንዳገበተ እዩ ዝነብር ታይ እዩ ዝግብት መስለካ ክልተ ህዝብታት ባዕሎም ምስ ተዓርቁ እሱ ከም ዝገበራ ኮይኑ ይኣቱ ክልተ ህዝብታት ተባእሱ ንሱ ክሽምግሎም ከም ዝኽእል ኮይኑ ይኣቱ ብድሕሪት ከይዱ ክርቢት ይርኩዓሎም ባዕሉ ከም ደጥፍእ ቢምቦ ሪሑ ዝመጽእ ከምዚ እናገበረ እዩ ዝኸይድ ፖለቲካ ፖለቲካ እዩ ንብረት ዝመርሖ ፖለቲካ እዩ ንመድፍዕ ዝመርሖ ፖለቲካ እዩ ንፈንጂ ዝመርሖ ፖለቲካ እዩ ንተዋጋኣይ ዝመርሖ ንሕና ከኣ ነቲ ፖለቲካ ሓንሳእ ጽንሓልና እሞ ህዝቢ ኢና ንሕና ካባና ኢኻ ትነቅል ትቕጽልን ኣይትቕጽልን ህዝቢ እዩ ዋንኡ ንብል ኣለና ሕጂ ንሕና ኣደይን ኣዴኻን እየን ትቐጽል ኣይትቐጽል ንብላ እንታይ ይብሉና ነይሮም ንዓና ህዝቢ ዶ እንታይ ባእሲ ኣለዎ እዩ ደቂ ህዝቢ ዶ ኣይኮንናን ንሕና መኣሲና ህዝቢ ዝኸውን ሽምና ሚሊታሪ ምስ ገበርና ጓና ንኸውን ካብ ህዝቢ ሚሊታርና ምስ ውፃና ኣካል ህዝቢ ንኾን ህዝቢ ክውን ሽምና ኣፍሪቃ እሱ ዕጫ ኮነ እንታይ ናብ ኣፍሪቃ ደይንሓስብ እንታይ ኢና በዲልና እንታይ ኮይኑ እዩ ዝኮሳተሩ ዘሎ ዝዞባ ስለዚ ንሕና ውፅኢት ናይ ውልቀ ሰባት ኣይኮናን ንሕና ናይ ኣምላኽ ውፅኢት ኢና ምንባር ከዓ መሰልና እዩ ንሕና ናይ ኣምላኽ ውጽኢት ኢና፣ ሰላም ከኣ መሰልና እዩ። ኣሜሪካ ሰላም ክትከውን ኣፍሪቃ ክትነድድ ዝብል ጽሑፍ የለን ኣብ መጽሓፍ ቅዱስ፣ ኣብ ቁርኣን የለን። እንዳ ኩስቶ ሰላም ክኸውን እንዳ ኩስቶ ይንደድ ዝብል ኣብ መጽሓፍ ቅዱስ የለን። ከምኡ እንተዝኸውን ብሶዶምን ጎመራን ግልብጥብጥ ኣቢሉ ከም ባቢሎን ትሕቲ መሬት መእተወና ኣምላኽ ከምኡ ሓይሊ ኣለዎ። ፈጣሪ ባዕሉ ሰብ ኢኹም ንበሩ ኢልና ከሎስ ሰባት ንዓና ሰብ ኣይኮንኩምን ክብሉና ላም ከም ላም ቀርኒ ጌርና ክንዋጋእ ክንነብር ስለዚ ንሕና ሰብ ኢና ሰብ ብሰብና ዓይነታውያን ሰባት ሰብ ብሰብና እምሮ ዘለና ሰባት ስለዚ ኣቦና ኣዴና ሓፍትና ንዕረቕ ንስኻ ሰናይ ነገር እዩ ኣይክፈሎን እዩ ብጥርሑ እያ ፍተውዋ ጽልእዋ ክልተ ሰብ ክትሽምግል እዚ ኩሉ በረኻ እዚ ኮዶ ኣነ ትርእይዎ ዘለኹም ኣወል ስዒድ ትኸይድ ኣለኻ እሞ እንካ ነዳዲ ምላእ ኢሉ ዳሃበኒ የለን ኣወል ስዒድ ጎማኻ ተተኪሱ እሞ እንካ ጎማ ግዛእ ድበለኒ ሰብ የለን እዞም ትርእይዎም ዘለኹም ኣብ በረኻ እዮም ምሳይ ዳሓድሩ ምስ ዝብኢ ንጓነጽ ምስ ገለ ንጓን ምናልባሽ ሳፖርት ዝገብረና ሕጂ እናተቐላቐለ መጽእ ኣሎ ታይ ንሰርሕ ከምነበርና እንዳፈለጡ ክድጉፉና ሕጉዙና መፁ ኣሎ እምበር ህዝቢ ኣብ ክልቲኡ ቦታታት ዘሎ ማይ የስቴና ህዝቢ ብ ክልቲኡ ዘሎ ቦታታት ቅጫ ህበና ህዝቢ ብ ክልቲኡ ቦታታት ዘሎ ቆሎ በና ዓተረ በና ዓቕሙ እንዳሃበና ኢና ክንሰርሕ ፀኒሕና ንስታሊንን ንልፍዓተይ ተስፋን ዶላራት ተኸፊሎም እዮም ኢሎም ኢሎሞም ፈራሕ ትገብረ ሓንቲ ነገር እንተሃልያ ንተባዕ ከፍርሖ ምፍታን ጥራሕ ራይት ሰነፍ ድገብረ ሓንቲ ነገር እንተሃልያ ንንፉዕ ብኳሌትኡ ስሒቡ ሰነፍ ክገብሮ ጥራያ ምፍታን ጥራያ ጅግና ዝበሃል ከዓ ነቲ ኳሌታ ዝስሕቦ ዘሎ ኢድ ፈንጢሱ ኣብ ዕላምኡ ዝበፅሕ ማለት እዩ ወግዕኹም ባህልኹም ሃይማኖትኩም ክብርኹም ምለስዎ ንግደትኩም ኣውደኣመትኩም ዒድኩም ብሓንሳ ኣብዕልዎ ትብሎ ሽዑ ንስኻ ንባዕልኻ ግን ኣብኣ ክትውዕል ኣለካ እታ መስመር ናይ ዶብ ከምዚኣ ጌርካ ክትሓልፋ ኣለካ። ድሮን ኣለኒ ድዩ ድብል ዘሎ ድሮን ተላ ንዓኻ ክትሎቕምጸካ ኣለዋ ቅድም ህዝቢ ኮንካ እንተ እትወቅቱ ስናይፐር ኣለዎ ድዩ ንዓኻ ክትቆልበካ ኣለዋ ቅድም ህዝቢ ኮንካ እንተ እትቕድም ንሕና ህዝቢ ቅድሚኡ ኣቲና መስመር ረጊጽና ኣነ ዶብ ሓሊፈ እሱ ዶብ ሓሊፈ ሽምና ህዝቢ ታንኪ ይኮንና ድሮን ኣይኮንና ነፋሪት ኣይኮንና ህዝቢ ኢና ኣንበሳ ብዘይ መንጋጋ ብረት የብልና ጥይት የብልና ተኺልና ኣቲና ተራኺብና መን ኽልክለና ውዕል ፕሪቶርያ ህዝቢ ንህዝቢ ሰላም ከይበሃል ዝኽልክል ኣሎ ከምኡ ኢሉ ዝፈረመ ኣሎ ወሰላም ምበሃል ክኸልኡና ኣደይ ነዴኻ ክትቁንና ክኸልዋ ኣዴኻ ነደይ ቡን ከተፍልሓላ ክኽልክልዋ እዚ ዝኽልክል ፖለቲካ ኣሎ ብዓለም መንደቕ ናይ በርሊን መን ኣፍሪስዎ ኢልኩም ሕተቱ ህዝቢ ይፍሪስዎ ሕራይ ለዚ ንሕና ኸኣ ዶብ ሰጊርና ተዓሪቕና ጽምዶ። እሺ ፍትዋት ኣትልቲ ካብዚ ወጻን ማለት እዩ ብርሃነ ድሕሪ ንውሕ ዝበለ መዓልታት ማለት እዩ ምስ መድሂን ተራኪቦም ኣብዚ ሕዚ ሰዓት ውን ዝተፈላለዩ ሓሳባት እንዳ ተለዋወጡ እዮም ዝርከቡ ዘለው። እንታይ እዩ ገንጣይ ኣስገንጣይ እንታይ ማለት እዩ ዝብል ጉዳይ ዝስኪቁ ከለካ ሪኢቶ እዩ ካልእ። ናይ ኣምሓራ ሓይልታት መሓዚ ህዝቢ ኣምሓራ እህ ፓርትሊ ናይ ህዝቢ ናይ ኣምሓራይነት ስነልቦና ዘለዎ ናይ ህዝቢ ደቡብ ውን ላብ ዙርያኻ ናይ ምዕሳል ጉዳይ እዩ ሓቂ ግን ሚት ፐርሰንት ርግፀኛ ኮይነ ዝዛረብ ኣነ ማለት እዩ ቅድሚ ህዝቢ ኦሮሞ ህዝቢ ትግራይ እዩ ኢትዮጵያ ዝኾነን ንኢትዮጵያ ዝፈጠረን ማለት ንህዝቢ ትግራይ ብኢትዮጵያዊነቱ ብብልፅግና ኦሮሞ ዝጥርጠር ኣይኮነን ኢትዮጵያዊነት ህዝቢ ትግራይ ብብልፅግና ኦሮሞ ዝጥርጠር ኣይኮነን ቤስት ኤግዛምፕል ወይ ከዓ መረጋገፂና እንታይ እዩ ተይልና ናይ ሃይለስላሰ ሕገ መንግስቲ ምርኣይ ኣድላይ እዩ፣ ናይ ደርጊ ሕገ መንግስቲ ምርኣይ ኣድላይ እዩ፣ ናይ ምኒልክ ሕገ መንግስቲ ምርኣይ ኣድላይ እዩ። ባዕሉ ኦሮሞን ደቡብን ኢትዮጵያዊ ዝገበርዎ ተጋሩ እዮም። ምኒልክ ብሽርሒ ንሃፀይ ዮሃንስ ምስ ኣቕተሉ ኣብ መተማ ሐዚ ዘሎ ደቡብ ኢትዮጵያ ዝበሃል ምዕራብ ኦሮሚያ ዝበሃል ኣካል ኢትዮጵያ ዝገበርዎ ኣሉላ ኣባነጋን ኣብ ትሕቲ ኣሉላ ኣባነጋ ዝነበሩ ሰራዊት ተጋሩን እዮም ካብ ትግራይ ዝኸዱ ብፍላይ ካብ ተምቤን ካብ ዓዲግራት ካብ እንደርታ ዝኸዱ ማለት እዩ ሶ ሕዚ ኢትዮጵያ ግዝኣተይ ኢላ እትኣማመነሉ ደቡብ ኢትዮጵያ ደቡብ ክልል ዝበሃል እቲ ሕዚ ዘይፈረራርሰ ማለት እዩ ተጋሩ እዮም ኢንኮርፖሬት ገይረሞ ህዝቢ ኦሮሞ ኢትዮጵያዊ እዩ ኢትዮጵያዊ ጥራሕ ዘይኮነስ ብቋንቁኡ ክዳነ ኣለዎ ክተዓዳደግ ኣለዎ፣ ብቋንቁኡ ክመሃር ኣለዎ፣ ናይ ባዕሉ ፊደል እውን መሰሉ ክመርፅ ይኽእል እዩ ኢሉ ብሕገ መንግስቲ ደረጃ ዘረጋገፀ ብተጋሩ ዝተመስረተ ናይ ኢህወዴግ መንግስቲ እዩ። ስለዚ ብልፅግና ኦሮሞስ ልህዝቢ ትግራይስ ገንጣይ ኣስገንጣይ ኢሉ ክሕጭጨሉ ወይ ክዝርርበሉ እዚ መስደመም እዩ ዝበሃል፣ ግርምቢጥ ንዓቐብ እዩ ዝበሃል። ዋላ ሕዚ ኢትዮጵያ ንህዝቢ ትግራይ ኣፅኒታ ዋላ ሕዚ ልዕሊ ህዝቢ ትግራይ ናይ ኢትዮጵያ ሞተር ዝኾነን ስነልቦና ዝኾነን ዝፈልጥ ዝኾነ ይኹን ኢትዮጵያዊ ዜጋ የለን ዋላ ሐዚ ማለት እዩ ዋላ ሐዚ ድማ ሚት ፐርሰንት ርግፀኛ እየ ህዝቢ ትግራይ ዘይብላ ኢትዮጵያ ኢትዮጵያ ኮይና ኣይትቐፅልን ሲም ካርድ ናይ ኢትዮጵያዊነት ሲም ካርድ ኣብ ህዝቢ ትግራይ ስለ ዘሎ ማለት እዩ። ኢትዮጵያ ንህዝቢ ትግራይ እንዳወረረትኩ ቀፂላ እያ ንምንታይ ኢና ማለት ንሕናስ ንኢትዮጵያ ወሰንቲ ምኳንና ኩሉ ግዜ ንባዕልና ሓፈት ስለ ልፈጠርና እዩ ስለ ልፈጠርና እያ ታይ ኣሎ መሲልኪ እስኺ ዘዋፃሕኽዮ ውሉድ ብስነ ስርዓት እንድሕር ድኣ ዘይሃኒፅክዮ ይሕንግድ እዩ ክሕንግድ ከሎ ክትቆፃፀርዮ ገለስ የፀግመኪ እዩ ኣብ መንጎ እርጋን ገለ ተመፅእ የምልጠኪ እዩ the same thing ከምኡ ኣንሱ ኢለ ሚእቲ ፐርሰንት ርግፀኛ ዝኸውን ማለት እዩ ንህዝቢ ትግራይ ዘይሓቆፈት ኢትዮጵያ ኢትዮጵያ ኮይና ክትቕፅል ኣይትኽእል ንኣብነት ሓደ ኤግዛምፕል ክነግረኪ ይምክሑ እዮም ዋላ ጃዋር መሓመድ ሓዊሱስ ታላላቅ የኢትዮጵያ ብሄሮች ናበለስ ንህዝቢ ኦሮሞን ንህዝቢ ኣምሓራን ይፅውዕ እዩ ታላላቅ የኢትዮጵያ ብሄሮች ናይ ታላላቅነት መዐቀኒ እንታይ እዩ? በዝሒ ህዝቢ በዝሒ ህዝቢ ሕዚ ኣብዚ ኣንበሳ ኣሎ ኣንበሳ ብቁፅሪ ውሑድ እዩ ኣብዚ ከዓ ጎሽ ይህሊ ወይ ካሊእ እንስሳ ኣዩን እዩ እቲ ታላቅ እንስሳ ኣንበሳ ሶ ኮንፍሊክት ይገብር እዩ ፓራዶክስ እዩ ኮንትራዲክት ይገብር እዩ ስለዚ ህዝቢ ትግራይ ብታሪኩ ሓደ ህዝቢ ታላቂ ህዝቢ ነው ክበሃል ተኮይኑ ብዘለዎ ናይ በዝሒ ናይ ህዝቢ በዝሒ ኣይኮነን ብታሪኩን ብስልጣንኡን ብክብርታቱን እዩ። ህዝቢ ኤትራኤል ታላቂ ህዝቢ ድዩ ወይስ ታናሽ ህዝቢ? ታላቂ ህዝቢ እዩ። ህዝቢ ኤትራኤል ካብ ህንዲ ካብ ቻይና ካብ ኣሜሪካ ካብ ብራዚል ዝወሓደ ኢቭን ካብ ኢትዮጵያ ልወሓደ በዝሒ እዩ ዘሎ በት ታላቅ ህዝቢ ልምታይ ታሪኩ ዓብይ ስለ ዝኮነ ማለት እዩ። እሺ ፍትዋት ተከታተልቲ ናብቲ መወዳእታ ሓበሬታና ክንሰግር ከለና ማለት እዩ ኣብዚ ማሓራዊ ሚድያ ሓደ ዝንቀሳቀስ ሓበሬታ እንኤ ማለት እዩ ከም ዝፍለጥ ካብ ኣዲስ ኣበባ ናብ ኣስመራ በረራ ካብ ዝቋረጽ ማለት እዩ ንውሕ ዝበለ ግዜ ኮይንዎ ኣሎ ከምቲ ዝሰማዕናዮ ቅድሚ ሕዚ ውን ተዘሪቡ ኔሩ እዚ ማሓራዊ ሚድያ ማለት እዩ ሕዚ ከኣ ኣብዚ ሕዚ ሰዓት ሓዱሽ ቪድዮ ወጺኡ ሓዱሽ ሓበሬታ እንዳተሰምዐ እዩ ዝርከብ ዘሎ እስኪ እዛ ቪድዮ እዚኣ ንርኣያ። ፈሊጥኩም ዶ ካብን ናብን ኣዲስ ኣበባ ኣስመራ ሓድሽ በረራ ተጀሚሩ ከም ዘሎ? ካብን ናብን ኣዲስ ኣበባ ኣስመራ ትጓዓዙ ገያሾ ሚዛን ውሒድና፣ ገንዘብ ከቢርና፣ ናይ በረራ ግዜ ነዊሕና ዝብሉ ጸገማት ተፈቲሖም ኣለዉ። ንሓጺር ግዜ ዝጸንሕ ብፍላይ ከኣ ንሶኒ ዕለት ዕስራ ጥቅምቲ ንእትገሹ ንሓደ ሰብ ሰብዓን ሽዱሽተን ኪሎ ሚዛን ዘለዎ ኣየርቲኬት ብርትዓዊ ዋጋ ትካልና ናውትን ጉዕዞ ኣዳሊልኩም ኣሉ ንዝያዳ ሓበሬታ በዚ። ሽፍታ ተኸታተልቲ ከም ዝሰማዕክሞ ማለት እዩ እዚ ሓበሬታ እዚ ኣብዚ ሕዚ ሰዓት ካብቶም ዝዛወሩ ዘለዉ ሓበሬታ ማለት እዩ እዋናውን ብጣዕሚ ኣገዳስን ሓበሬታ እዩ ማለት እዩ እዚ ድማ እስኪ እዚ ነገር እዚ ወይ ከዓ እዚ በረራ ዝደለኽሞ እንድሕር ሃሊኹም ኣብ ኮመንት ፀሓፉለይ እሞ ካብዚ ዝበለፀ ከዓ እስኪ እቲ ዋና ስልክኦምን ካልእም ክገድፈልኩም እየ ማለት እዩ ኣረጋጊፀ ብደንቢ ኣሽሞ ደቂ ዓበይት ናይ ሎሚ ዝነበሩ ሓበሬታታት እዚኦም መስሉ ነይሮም ኣብ ቀፃሊ ብሓዱሽ ሓበሬታ ክሳዕ ንራኸብ ቅድሚ እዚ ቪድዮ እዚ ምውፃእኹም ኩላኹም ላይክ ምግባር ከይትርስዑ ሰሰናዩ ፀፅቡቕ የስመዐና።